መብ ዘሎ ናይ ፅምዶ ምንቅስቓስ ይገዝፍ ኣሎ ክምፀ ግን ደው ክብል ዘይክእልን ምንቅስቓስ ከዓ እዩ ህዝብታት ኤርትራን ትግራይን ኣብ ዶባ ትራኸቡ ኣለዉ ሰላም እበሃሃሉ ኣለዉ ናይ ሰናይ ትምኒት ቃላት እለዋወጡ ኣለዉ እዚ ብኣንጻርት ዘለዎም ናይ ታሪክ በሰላ እዩ ነዚ በሰላ እዚ ረሲዖሞ ኣይኮኑን፣ ከመይ ክርስዕዎ? እንተኾነ ንመጻኢ ጥምቱ ስለ ዘለዎ እዮም ኣብ ጽምዶ ዝዓስሉ ዘለዉ። እዚ ጽምዶ እዚ ብፖለቲከኛታት እተጀመረ ኣይኮነን፣ በቶም ዝሓለፈ ሕማቕ ታሪኽ ንመጻኢና ከጸልምቶ የብሉን ብምባል ንርሑቕ ዝጠመቱ ደለይቲ ሰላም ዝኾኑ ደቂ ህዝቢ እዩ ተጀሚሩ። ጽምዶ እቲ ንኹናት ደው ከብል ዝኽእል እንኮ መማረጺ እዩ። ጽምዶ ኣብ ትሕቲ ራዕዲ ናይ ዕንወት ዝዓቢ ቆልዓ ንኸይህሉ ዝጽዕር ምንቅስቓስ እዩ። ሕጂኸ ክዋግኡ ድዮም ኢላ ከብዳ ትሓቁፍ ወላዲት ከይትህሉ ደው ዝብል ምንቅስቃስ እዩ። ሕጂኸ ክዋግኡ ድዮም ኢሉ ዓይኒ ዓይንና ዝሕሉ ህጻን ንኸይህሉ ደው ዝብል ምንቅስቃስ እዩ። ሕጂኸ ክዋግኡ ድዮም ኢሉ ሃጽ ክብል ዝዳሎ ጎበዝ ክህሉ የብሉን ኢሉ ደው ዝበለ ምንቅስቃስ እዩ። ኣነ ኣለኹ ሙባእ ሰላም እሞ ኲናት ክህሉ እንተኾይኑ ደመይ ከይተሳገርካ ትሓልፋ መስመር የላን ኢሉ ደው ዝበለ ሰራዊት ሰላም እዩ ሓለውኡ ጽምዶ። ስለዚ እዩ ድማ ነዚ ተበጊሱ ዘሎ ጽምዶ ኮስኳስ ዘድልዮ። ስለዚ እዩ ድማ እዚ ተበጊሱ ዘሎ ጽምዶ እዚ ባይታ ምትእምማን ክኸውን ዘለዎ። ጽምዶ ጉዳይ ሰላምን ጉዳይ ሓድሕድ ምትእምማንን ህዝብታት እዩ። ካልእ ዛዕባ የብሉን። ስለዚ እቲ ጉዕዞ ከይዝሕል ኩልኻ ደላይ ሰላም እጅገኻ ሰብሲብካ ብምሉእ ሓይልኻ ኣብቲ ህዝቢ ተሓጒሱሉ ዘሎ ታሪኻዊ ጽምዶ እጃምካ ኣበርክት። ነቶም ነግፈረግ ዝብሉ ዓዋት እውን ናብቲ ዋሕዚ ክጽንበሩ ጻውዒትና ነቕርበሎም። ሕቶታትኩምን ስኽፍታኹምን ከም ዝተመለሰ በዚ ኣብ ዶባት ዝርከብ ህዝብታት ዝገብሮ ዘሎ ምትእስሳርን ዘስምዖ ዘሎ መደረታትን ትርእይዎ ኣለኹም። መዓልታዊ ህይወት እዚ ህዝብታት እዚ ዝቕጽል እዩ። ነጋዶ።

እንተኾነ ሕጂ እውን ኣብ ገለ ገለ ሰባት ምጥርጣራት ይዕነን ኣሎ። ጽምዶ ካልእ ዕላማ ዘለዎ ዝመስሎም ኣለዉ። ጽምዶ ብዘይተሳትፎ መንግስታት ወይ ውድባት ቀጻልነት ክህሉ ኣይክእልን እዩ ዝብሉ እውን ኣይተሳእኑን። ኣብዚ ሓደ ሓቂ ክነግረኩም። ነዚ ተበግሶ ናቶም ክገብርዎ፣ ክጨውይዎ ህርድግ ዝብሉ ኣለዉ። እዚ ግና ዋናታቱ ህዝቢ ሓለውኡ ድማ ዋላ እንዳሓየኻ ካብ ኣፍ ሰብ ማስቲካ ክንሰርቕ እንኽእል ተላታ ወረጋ መንእሰያት ኢና። ካብ ቁፅፅርና መንዚዑ ናብ ኢድ ኣብርሃም በላይ፣ ካብ ቁፅፅርና መንዚዑ ናብ ኢድ ጌታቸው ረዳ፣ ካብ ቁፅፅርና መንዚዑ ናብ ኢድ ሬድዋን ሑሴን፣ ካብ ቁፅፅርና መንዚዑ ናብ ወዲ በሻሻ ክጨውዮ እየ ነዚ ምንቅስቓስ ኢሉ ዝሓስብ

ንሕና ተጋሩ ንሓድሕድና ተረዳዲእና ውሽጥና ኣዐሪና ምስ ወዲ በሻሻ ክንረዳዳእ ንኽእል ኢና። ስለዚ ቅድሚ ምስ ህዝቢ ኤርትራ ምስ ወዲ በሻሻ ክንረኣዳእ ኣለና ዝብል እዩ። ሳልሳይ ነጥቢ ድማ ጽምዶ ብሃታ ሃታ እዩ ዝኸይድ ዘሎ። ስለዚ ስርዓት ሒዙ ብመራሕቲ ምርድዳእ ተገይርሉ ክትግበር ኣለዎ ዝብል እዩ። ናይዚ መልሲ እነሆ። ወዲ በሻሻ ንኤርትራ ክወራ ይደፍር ድዩ ይደፍርን እንተደፈረኸ ክእል ድዩ ይክእልን ካልእ ኣርእስቲ ኮይኑ ኩናት እንተተጀሚሩ ወዲ በሻሻ ኣበይ ኮይኑ እዩ ኩናት ከካይድ እቲ መልሲ ብ ትግራይ ዝብል ስለዚ መንጎ ወዲ በሻሻን ኤርትራን ኩናት እንተተወሊዑ ትግራይ ግድን እያ መሬት ዓውደ ውግእ ክትከውን ፅምዶ ብ ልዕሊ ህዝቢ ትግራይ ይኹን ህዝቢ ኤርትራ ወይ ድማ ካልእ ህዝቢ ዝእወጅ ኩናት ደው ንክብል ዝተበገሰ ምንቅስቃስ መንእስያት እዩ። እቲ እንጠጢ ዘሎ ደበና ኹናት ናብ ሓደ ህዝቢ ጥራይ ዝዓለመ ከምዘይኮነ ክመይ ኣይርዳእካን? ህዝቢ ትግራይን ህዝቢ ኤርትራን ከምኡ ውን ህዝብታት እዚ ዞባ እዚ እንተጸሚዱ ኲናት ገና ከይተጀመረ እዩ ደው ዝብል። ዕላማና ከኣ ንሱ እዩ። ህዝቢ ትግራይን ህዝቢ ኤርትራን ጸሚዱ ኣንጻር ፕሮስፔሪቲ ፓርቲ ኲናት ንክኸፍት ኣይኮነን እዚ ዕላማ። እንተቲ ጽምዶ ናይ ሻዕብያ ኣጀንዳ እዩ ዝብል ግን ሻዕብያ ፍጥር ካብ ዝብል ሰላም እዚ ከባቢ እዚ ዝረጋገጽ ህዝብታት እዚ ጎደቦ እዚ ብሓባር ምስ ዝሰርሑን ምስ ዝሓብሩን እዩ ዝብል ነቕ ዘይብል መትከል ኣለዎ። እዚ ብ ቻርተሩ ክትርእዮ ትኽእል ኢኻ። ብዛዕባ እዚ ኣቐዲምና ዝገበርናዮ ፕሮስ ስለ ዘሎ እውን ክትውከስ ይከኣል እዩ።

ናብቲ ካልኣይ ምስ እንሰገር ንሕና ተጋሩ ንሓድሕድና ተረዳዲእና ውሽጥና ኣዐሪናን ምስ ወዲ በሻሻ ክንረዳዳእ ንኽእል ኢና። ስለዚ ቅድሚ ምስ ህዝቢ ኤርትራ ምስ ወዲ በሻሻ ኢና ክንረዳዳእ ዘለና ዝብል ድማ ውሽጣዊ ምርድዳእ መተካእታ ዘይርከቦ ኣማራጺ ምዃኑ ርደኣና። እንተኾነ ግና ሓታቲ እዚ ሕቶ ኣበይ ዲኻ ትቕመጥ ኔርካ ኣብ ትግራይ ደይኮንካን? ዕላማ ወዲ በሻሻ ኣብ ትግራይ እንታይ ግዲ? ስለምንታይ ውዕል ፕሪቶርያ ዘይተተግበረ? ወዲ በሻሻ ስምርትን ሓያልን ትግራይ ክትህሉ ደሊ ድዩ? ፖለቲከኛታት ትግራይ ስለ ዘይተሰማምዑ ድዮም ወይስ ከም ዘይሰማምዑ ስለ ዝተገብረ እዩ እዚ ኩሉ ሕንፍሽፍሽ ኣትዩካ ዘሎ? ቅድሚ ምስ ህዝቢ ኤርትራ ምስ ወዲ በሻሻ ኢና ክንረዳዳእ እንኽእል ዝበልካዮ ከም ውጽኢት ጽምዶ ኣብ ዶባት ብሓባር እተራኸቡ ተጋሩን ኤርትራውያንን ዝበልዎ ምስማዕ ከድልየካ እዩ። ኣየሎን ድማ ኪድ ተረዳዳእ ዝሓዘካ የለን። ናብቲ ናይ መወዳእታ ነጥቢ ምስ እንሰግር ጽምዶ ብሃታ ሃታ እዩ ዝኸይድ ዘሎ። ስለዚ ስርዓት ሒዙ ብመራሕቲ ምርድዳእ ተገይርሉ ክትግበር ዘለዎ ዝብል እዩ። እቲ ናይ መወዳእታ ሸቶ ንሱ ምዃኑ ደጋጊምና ዝገለጽናዮ እዩ። ብህዝቢ ምስ ህዝቢ ዝተጀምረ ርክብ ኣብ መወዳእትኡ ስርዓት ክሕዝን ኣገባብ ብዘለዎ መገዲ ሕጋውነት ክረክብን ከም ዝኾነ ፍሉጥ ነገር እዩ። ህዝቢ ግን ምርጫ ይወስድ ኣሎ። ህዝቢ ዝወሰዶ ምርጫ ድማ ፖለቲከኛታትን መራሕትን ክድግፍዎን ክቕጽልዎን፣ ኣገባብ ክትሕዝዎን ግድን እዩ። ስለዚ ኣብ ክንዲ ብመራሕቲ ጀሚሩ ናብ ህዝቢ ዝወርድ ብህዝቢ ጀሚሩ ናብ መራሕቲ ዝድይብ ዘሎ ጽምዶ ምዃኑ ብዓይንኻ እትሪኦ ዘለኻ እዩ። ሓይሊ ህዝብኻ ፍጹም ክነኣኣስ የብሉን። ስኽፍታታት ክህሉ የብሉን ኣይኮናን ንብል ዘሎና። እዚ ስኽፍታታት'ዚ ግና ንጉዕዞ ጽምዶ ከልምሶ ኣይክእልን እዩ። ከልምሶስ ይትረፍ ክዓናቕፍ'ውን ከም ዘይክእል ድሮ ኣብ ባይታ ዝግበር ዘሎ ናይ ህዝቢ ምስ ህዝቢ ርክብ ኣረጋጊጽዎ ይርከብ። ኣንጻር ጽምዶ ድምጽኻ እተስምዕ ዘለኻ እምበኣር ኣንጻር ጉዕዞ ህዝቢ ትጓዓዝ ከም ዘለኻ ዘክር። መንግስታትን ውድባትን ብወግዒ እንተዘይደጊፎሞ ኣይኣምንን እየ እትብል ዘለኻ እውን መንግስታትን ውድባትን ብወግዒ ከም ዘይነጸግዎ እውን ኣስተውዕል። እቲ ስቕታኦም ሚልዮናት ቃላት እዩ ዝዛረብ። መንግስቲ ይደገፎን እንተኢልካ ኣነ ድማ ክነጽጎ ከሰሚዕካ ዲኻ ይብለካ። ክድግፎ ስለ ዘይሰማዕካ ሕቶ እንተሓሲብካዮ፣ ክነጽጎ ድማ ኣይሰማዕናን እዩ መልስና። እንተኾነ ሕጂ እውን ኤርትራውያንን ተጋሩን ዘራኽቦም ባይታ ከይፍጠር ዝጽ